ሰላም ኩቡራት ተኸታተልቲ ዳስኒ ኤክስትራ ምእንቲ ፍቕሪ ኢልካ ዝፋን ንግስነትካ ምገደፍካ ዶ ዝብል ሕቶ እንተ ዝመጸካ እንታይ ምመለስካ? ሓቀኛ ፍቕሪ ቀሊል ጉዳይ ኣይኮነን ጉዳይ ስልጣን ውን ኣቃሊልካ ዘይረኣ ከቢድ እዩ ግን ንስኻ ንስለ ሓንቲ ዘፍቀርካያ ጓል ኣንስተይቲ ኢልካ ካብ ዙፋን ንግስነትካ ምስተኣለኻ ዶ? እዚ ሕቶ ብዙሓት ክምልስዎ ከቢድ ዝኾነ ሕቶ እዩ። ፍሉጥ ከኣ ዝተፈላለዩ ሰባት ገለ ነቲ ንጉስ ምዃን ገለ ድማ ነቲ ፍቕሪ ምመረጹ። እዚ ይኹን እምበር እቲ ጉዳይ ዝገደደ ዝኸውን እታ ንግስነትካ ትገድፈላ ዘለኻ ዘፍቀርካያ ጎርዞ ንሳ ዘይተፍቅረካ ንረብሓ እትቐርበካ ካልእ ሕቡእ ኣፍቃሪ ዘለዋ ምስ እትኸውን እዩ። ኣብዛ ቻነል ከኣ ቅድሚ ሕጂ ከምቲ ዝተፈላለየ ዛንታታት ኣቕሪብና ንፈልጥ ንሕጂ ድማ እቲ መሳጢ ከምኡ ድማ ኣገራሚ ዛንታ ፍቕሪ ዝኾነ ዛንታ ንጉስ ዓባይ ብሪጣንያ ነበር ኤድዋርድ ሻምናይን ኣፍቃሪቱን ዝድህስስ ትሕዝቶ ክንርኢ ክንፍትን ኢና። ቅድሚኡ ግና ኣብዛ ቻነል ሳብስክራይብ፣ ላይክ ከምኡ ውን ነታ ደወል ብምጥዋቕ ቀዳሞት ተኸታተልቲ መዓልታዊ ትሕዝቶና ክትኮኑ ብኽብሪ ንዕድም። ኤድዋርድ ሻምናይ ብ ሽሕን ሸሞንተ ሚእትን ቴስዓን ኣርባዕተን ካብ ኣቡኡ ንጉስ ጆርጅ ኣዲኡ ንግስቲ ሜሪ እዩ ኣብ ዓዲ እንግሊዝ ዝተወልደ። ኤድዋርድ ሻምናይ ክውለድ እንከሎ ወዱ ነቲ ድሒሩ ንጉስ ዝኾነ ጆርጅ ሓምሻይ ከምኡ ድማ ወዲ ወዱ ንንጉስ ኤድዋርድ ሻውዓይ ወዲ ወዳ ወዱ ንንግስቲ ቪክቶርያ እዩ። እዚ ነቲ ደሓር ንጉስ ዝኾነ ጆርጅ ሓምሻይ ዝዓበየ ወዱ ዝነበረ ኤድዋርድ ኣብ መጀመርታ ህይወቱ ከምቶም ካልኦት ልኡላት ናይታ ንጉሳዊት ቤተሰብ ዝነበረ ኮይኑ፣ ኣቡኡ ጆርጅ ድሕሪ ኣባሓጎኡ ኤድዋርድ ሻውዓይ ንጉስ ምስ ኮነ ግና ንሱ ወራሲ ዓራት ንግስነት ዓባይ ብሪጣንያን ግዝኣታን እዩ ኮይኑ። እዚ ኣብታ ንጉሳዊት ቤተሰብ እቲ እንኮ ናይ ምምራሕ ነፋሪት መምርሒ ፍቓድ ዝሓዘ ልኡል ኮይኑ ዝነበረ ኤድዋርድ ሻምናይ፣ ብንጉሳዊት ስድራቤቱ ልኡል ዌልስ ኮይኑ እዩ ተሮቂሑ ነይሩ። ኣብተን ናይ ሽዑ ጋዜጣታት ከኣ ኤድዋርድ ሻምናይ ሓደ ምልኩዕ፣ ኣከዳድንኡ ጽፉፍ፣ ዘይፈርሕ ጋላቢ ፈረስ፣ ዘይደክም ሳዕሳዒ፣ ሕልሚ ዘይተመርዓዋ ወዘተ እንዳተባህለ እዩ ዝግለጽ ዝነበረ። ኣብቲ ናይ ምጉባዝ ዕድመ ኣብ ዝበጽሓሉ እዋን ከኣ ብሕቡእ ምስ ዝተፈላለያ ደቀንስትዮ ይዘውር ነይሩ እዩ ዝበሃል። ኣብ መፋርቕ ዓመተ ሽሕን ትሽዓተ ሚእትን ሰላሳን፣ ኤድዋርድ ሻምናይ፣ ሓንቲ ቴልማ ፈርነስ እትበሃል ሓዳር ዝነበራ ጓል ኣንስተይቲ ምስኣ ሕቡእ ርክብ እንከለዎ፣ ምስታ ታሪኹ ዝቐየረት ዋሊስ ሲምፕሶን እትበሃል ኣሜሪካዊት መልክዐኛ ጎርዞ ተላለየ። ኤድዋርድ ሻምናይ እቲ ሽዑ ንጉስ ዓባይ ብሪጣንያ ዝነበረ ወላዲኡ ምስ ዓረፈ፣ ንሱ ኩረሻ ስልጣን ክሕዝ እቲ ግዜ ኣኺሉ። እዚ ይኹን እምበር፣ እቲ ምስ ዋሊስ ካብ ሌላ ሓሊፉ ናብ ፍቕራዊ ዕርክነት ዝሰገረ ርክብ፣ ምስቲ ናይ ንጉስ ናይ ምዃን መደቡ ክሓዋውሶ ኣይደለየን። ኣብቲ ሽዑ ግዜ ከኣ ህዝቢ ዓባይ ብሪጣንያ ነቲ ኣብ መንጎ'ቶም ክልተ ዝነበረ ፍቕራዊ ርክብ ብዙሕ ኣይፈልጦን እዩ ነይሩ። እቲ ምኽንያት ከኣ ኣብቲ ሽዑ እዋን ኣብ መሪሕነት ዓባይ ብሪጣንያ ዝነበሩ ወገናት፣ እቲ ኣብ መንጎ ኤድዋርድ ሻምናይን ኣብ መንጎ ዋሊስ ሲምፕሰንን ዝነበረ ርክብ ከይፍለጥ ምእንቲ፣ ዝኾነ ብዛዕባ እቲ ርክብ እትጽሕፍ ጋዜጣ፣ ነቲ እቲ ጽሑፍ ዘለዎ ገጽ ብምቕዳድ ወይ ድማ ካብ በዓል ኣሜሪካ ዝመጻ ጋዜጣታት ዝርግሐ ከም ዘይረኽባ ብምግባር፣ እቲ ኣብ መንጎ እቶም ክልተ ዝነበረ ፍቕራዊ ዝምድና ህዝቢ ከይሰምዖ ዝከኣለ እዩ ዝገብር ነይሩ። ኣብዚ ክመጽእ ዝኽእል ሕቶ ድማ፣ ንምንታይ እዩ እቲ ድሕሪ ሞት ኣቦኡ፣ ንጉስ ዓባይ ብሪጣንያ ከምኡ ኸኣ ሽዑ እትገዝኣን ዝነበረት ሃገራት ዝኾነ ኤድዋርድ ምስ ዋሊስ ሲምፕሰን ክምርዖ ዘይድለ ዝነበረ ዝብል ኮይኑ፣ እቲ መልሲ ከኣ ሓደ ዋሌስ ሲምፕሶን ኣቐዲማ ክልተ ሰብኡት ዝነበርዋ ነቲ ሓደ ፈቲሓ ምስቲ ሓደ ከኣ ጌና እቲ ፍትሕ ዘይተዛዘመ ኣብ መስርሕ ፍርዲ ዝነበረ ብምዃኑ እዩ። ኣብቲ ሽዑ ግዜ ከኣ እቲ ንጉስ ናይ ዓባይ ብርጣንያ ዝለዓለ መራሒ ቤተ ክርስትያን እታ ሃገር ይሕሰብ ብምንባሩ እታ ቤተ ክርስትያን ከኣ ሓንቲ ዝተፋትሐት እቲ ዝፈትሐቶ ብህይወት እንከሎ ካልእ ክትምርዖ ዘይድግፍ ከምኡ ከኣ ንጉስ ዓባይ ብርጣንያ ዝኣክል ግና ካብ ካልኣይ ሰብኣያ ዘይተፋትሐት ክምርዖ ስለ ዘይተዋሕጠሎም እዩ። እዚ ይኹን እምበር ክልቲኦም ተፋትዮም ብሓባር ክነብሩ እዮም ወዲኦሞ። ኤድዋርድ ሻምናይ ከኣ ንጉስ እየ ምስ ተራ ሰበይቲ ከመይ ኢለ ክነብር ዝብል ሓሳብ ብፍጹም ኣይተቐልቀሎን። ዋሊስ ሲምፕሰን እቲ ናይ ካልኣይ ሰብኣያ ናይ ፍትሕ መስርሕ ምስ ተዛዘመ ክልቲኦም ማለት ኤድዋርድ ሻምናይን ዋሊስ ሲምፕሰንን ልቦም ብሓንሳብ ክነብራ ደለያ። ክልተ ልቢ ሓደ ከይኮና ግና ተቓውሞ በዚሕወን። ቤተ ክርስቲያን ኢንግሊዝ ንጉስ ዓባይ ብሪጣንያ ከምዚኣ ዝበለት ሰበይቲ ክእቱ ኣይፍቀደሉን እዩ ኢላ ክሳብ መወዳእታ ተኸራኸረት። እታ ቤተክርስትያን ብተወሳኺ ፍትሕ ብመሰረት መጽሓፍ ቅዱስ ክልኩል እዩ፣ ሰብኣይ ድማ ፍትሕ ተክእቱ መጽሓፍ ቅዱስ ኣየፍቅድን እዩ፣ ንጉስ ብሪጣንያ ክኸውን ዘለዎ ሰብ ድማ ፍትሕ ትክእቱ ኣይግባእን እዩ ክትብል ደጊማ እቶም ክልተ ፍቑራት ቃል ኪዳን ከይገብሩ ተኸራኸረት። ኣብ ርእሲ'ዚ ስድራቤት ኤድዋርድ ሻምናይ ንዋሊስ ሲምፕሶን ክቕበልዋ ድልየት ኣይነበሮምን። ኣብዚ ውልቃዊ ጉዳይ ክልቲኦም'ዞም ፍቑራት ግና ኢዳ ዘእተወት ቤተ ክርስቲያን ኢንግሊዝ ጥራይ ኣይነበረትን። መንግስቲ ኢንግሊዝ'ውን ክሳብ ኣብ ውልቃዊ ጉዳይ ክልቲኦም ሰብ ጉዳይ ኣትዩ ነቲ ጉዳይ ከማእዝኖ ፈተነ። እቲ ናይ ሽዑ መንግስቲ ርክብ ክልቲኦም ናበይ ገጹ'ዩ ዝብል ሕቶ ክምልስ ዝተበገሰ እንክመስል ምጽንጻን ኣየቋረጸን። ብስፔሻል ብራንች ዝበሃል ክፍሊ ሜትሮፖሊታን ፖሊስ ኣቢሉ ድማ ንኽልቲኦም ኣብ ዝኣተውዎ እንዳኣተወ ኣሸገሮም። ርክብ እዞም ክልተ ሰብ ግና ካብ ቤተ ክርስትያን ሓሊፉ ነቲ ሽዑ ኣብ መሪሕነት እታ ሃገር ዝነበረ ካቢነ ሚኒስተራት ብጣዕሚ ኣሻቓሊ እንዳኾነ መጸ። ኣብ ከምዚ ኩነታት ከኣ ኤድዋርድ ሻምናይ ንቐዳማይ ሚኒስተር ዓባይ ብርጣንያ ዝነበረ ባልድዊን ናብ ቤተ መንግስቲ ቤኪንሃም ጸዊዑ ንዊሊስ ክምርዓዋ ከም ዝወደኣ ሓበሮ። ቀዳማይ ሚኒስተር ባልድዊን ግና ንኤድዋርድ ሻምናይ፣ እዛ ክትምርዓዋ ትደሊ ዘለኻ ንግስቲ ናይዚ ሃገር እያ ክትከውን፣ ኣብ ኣመራርጻ ንግስቲ ከኣ ድምጺ ህዝቢ ክስማዕ ኣድላዪ እዩ ክብል ናይ ኤድዋርድ ሻምናይ ድሌት ተቐባልነት ከም ዘይብሉ እዩ ዝነገሮ። በዚ ከኣ ሽዑ ንጉስ ዓባይ ብሪጣንያ ከምኡ ከኣ ንሳ ትገዝኣን ዝነበረት ሃገራት ዝነበረ ኤድዋርድ ሻምናይ ኣብ መጨረሽታ ንዋሌስ ሲምፕሰን እንተተመሪዕዋ ንጉስ ብሪጣንያ ክኸውን ከም ዘይክእል ብሩህ ኮነሉ። በዚ ኸኣ ሓዲኡ ምረጽ እዩ ኮይንዎ፣ ወይ ዝፋን ንግስነት ወይ ድማ እታ ዘፍቅራ ዊሊ ሲምፕሰን እዩ ኮይንዎ። ብዕለት ዓሰርተ ሓደ ታሕሳስ ሸሕን ትሽዓተ ሚእትን ሰላሳን ሽዱሽተን ነቲ ክሳብ ሕጂ ታሪኻዊ ዝኾነ ውሳነ ተባሂሉ ዝጥቀስ ውሳነኡ ወሲዱ ብዕሊ ዝፋን ስልጣኑ ነቲ ምንኣስ ሓዉ ዝነበረ ጆርጅ ኣረከበ። ኣብታ መዓልቲ እቲኣ ኸኣ ብሬድዮ ቢቢሲ ኣቢሉ ንመላእ ህዝቢ ብሪጣንያ ከምዚ ክብል እዩ መደረ ዘስምዐ፣ እቲ ዝፋን ክገድፍ ዘገደደኒ ምኽንያት ኩላኹም ትፈልጥዎ ኢኹም። ይኹን እምበር ነዚ ውሳነ ክውስን እንከለኹ ንዒስራን ሓሙሽተን ዓመታት፣ ቅድም ከም ልዑል ወይልስ ኣብዚ ሕጂ እዋን ድማ ከም ንጉስ ኮይነ ከገልግላ ዝጸናሕኩ ሃገረይን ግዝኣታን ከም ዘይረሳዕኩወን ክትርድኡለይ ይደሊ። ይኹን እምበር ብዘይ ሓገዝን ደገፍን እታ ዘፍቅራ ሰበይቲ ነዚ ከቢድ ጾር ሓላፍነት ክስከምን ከም ንጉስ ድማ ግዴታይ ክገብርን ከም ዝኸብደኒ ክሕብር እንከለኹ ክትኣምኑኒ እደሊ። ነዚ ውሳነ እዚ ድማ ኣነ በይነይ ብዘይ ናይ ዝኾነ ካልእ ሓገዝ ከም ዝወሰድክዎ ክትፈልጡለይ እፈቱ። እዚ ነገር እዚ ምሉእ ብምሉእ ባዕለይ ክፈርዶ ዝነበረኒ ጉዳይ እዩ። ኣብዚ ጉዳይ እዚ ኸኣ እታ ኣዝዩ ዝምልከታ ሰብ ካልእ ውሳነ ንኽወስድ ክሳብ መወዳእታ ተጋዲለ እያ። ነዚ ኣብ ህይወተይ እቲ ዝዓበየ ዝኾነ ውሳነ ኣብ መወዳእታ ንኹሉ ኣየናይ ይሓይሽ ኣብ ዝብል እንኮ ሓሳብ ተደሪኸ ወሲደዮ ዘለኹ ብምባል ነቲ ህዝቢ ዓባይ ብሪጣንያ ብወረ ዝሰምዖ ዝነበረ ኩነታት ደርጉሓሎም። በዚ ከኣ ንጉስ ዓባይ ብሪጣንያን ግዝኣታን ዝነበረ ኤድዋርድ ሻምናይ ኣብ ስልጣኑ ትሕቲ ዓመት ድሕሪ ምግባሩ ምእንቲ እታ ዘፍቅራ ዊሊስ ሲምፕሰን ዝፋኑ ከገድፍ እዩ ተራእዩ። ብድሕሪ እዚኸ ከመይ ቀጺሉ ዝብል ሕቶ ኣብ ሓሳብኩም መጺእኩም ይኸውን እዩ። እቲ መልሲ ከኣ ኤድዋርድ ሻምናይ ምእንቲ እታ ዘፍቅራ ዝነበረ ዋሊስ ሲምፕሰን ዝፋኑ ድሕሪ ምግዳፉ ምስኣ ዕላዊ መርዓ እዩ ገይሩ። እዚ ይኹን እምበር ዋሊስ ንኤድዋርድ ሻምናይ ብሓቂ ተፍቅሮ ኣይነበረትን፣ እኳ ደኣ ንሳ ካልኦት ክልተ ብሕቡእ ትረኽቦም ዝነበረት ኣፍቀርቲ ነበርዋ። ካብቶም ክልተ ከኣ እቲ ሄርማን ዝበሃል ኣመና ተፍቅሮ ከምኡ ድማ ሓደ ብፍቅራ ንሱ ከም ዝነበረ እዩ ዝፍለጥ። ክሳብ ኣብቲ ምስ ኤድዋርድ ሻምናይ ትምርዓወሉ ዝነበረት ግዜ ከኣ ነቲ ቀንዲ ኣፍቃሪኣ ብሕቡእ ከጥንሳ ሓተተቶ። ዋሊስ ግና ቅድሚ ሕጂ ገይራቶ ብዝነበረት መጥባሕቲ ክትወልድ ተኽእሎ ኣይነበራን። እዚ ከምዚ ኢሉ እንከሎ ግና ክልቲኦም ሰብ ሓዳር ማለት ኤድዋርድ ሻምናይን ዋሊስ ሲምፕሶንን ኣብ ፈረንሳ ይቕመጡሉ ኣብ ዝነበሩሉ ግዜ ሓደ እዋን ናብ ጀርመን ብምኻድ ኤድዋርድ ሻምናይ ምስቲ ሽዑ መራሒ ጀርመን ዝነበረ ሂትለር ተራኺቡ ነታ ፍልጥቲ ናይ ሰላምታ ምልክቱ እንዳገበረ ውን ኣብ የዒንቲ ካሜራ ዩ ኣትዩ እዚ ኸኣ ንመንግስቲ ዓባይ ብርጣንያ ብጣዕሚ የሕርቖ ብድሕሪዚ ካልኣይ ውግእ ዓለም ተጀሚሩ ዓባይ ብርጣንያ ኣብ ልዕሊ ጀርመን ናይ ውግእ ኣዋጅ ኣብ ዘውጸትሉ ግዜ ገለ ናይ ስለያ ሓበሬታ ናይ ዓባይ ብርጣንያ ከም ዝገልጾ ጀርመን እንድሕር ንብሪጣንያ ተቖጻጺራ ንኤድዋርድ ሻምናይ ዳግማይ ንጉስ ክገብርዎ መደብ ከም ዘለዎም ፈለጡ። ኤድዋርድ ሻምናይ ከኣ ንሱ ንጉስ እንተ ዝነብር ነይሩ እቲ ውግእ ኣይመጋጠመን ዝብል እምነት ነይርዎ'ዩ ዝበሃል። እቲ ኣብ ኤውሮጳ ዝነበረ ውግእ ጌና ክጻለ እንከሎ ግና፣ ኤድዋርድ ሻምናይ ምስታ ካልእ ኣፍቃሪ ዝነበራ ዋሊስ ሲምፕሰን ኣብ ስጳኛ፣ ፖርቱጋልን ድሕሪ ምጽናሕ ብመንግስቲ ሃገሩ ናብ ባሃማስ ከይዱ ኣብኡ መራሒ ክኸውን ተመዘዘ። እዚ ኸኣ ካብ የዒንቲ ህዝቢ ብሪጣንያ ንምእላዩ ዝተገብረ ስልቲ እዩ ነይሩ። ድሕሪ'ቲ ኣብ ኤውሮጳ ዝነበረ ውግእ ምዝዛሙ፣ ኤድዋርድ ሻምናይ በቲ ካብ ንጉሳዊት ቤተሰብ ዝመጾ ዝነበረ ገንዘብ፣ ምስታ ምእንታኣ ዝፋኑ ዝገደፈ ዋሊስ ሲምፕሰን ናብ ኣሜሪካ እንዳተመላለሰ'ዩ ዘብለጭልጭ ነገራት ዘለዎ ህይወት ዘሕልፍ ዝነበረ። ድሕሪ ዕረፍቱ ዝተረኽበ ወረቓቕቲ ከም ዝሕብሮ ከኣ፣ እታ ምእንታኣ ዝፋኑ ዝገደፈ ዋሊስ ሲምፕሰን፣ ኣብ ቅድሚ ሰብ ተኽብሮ ከምኡ ድማ ከም ልኡል መጠን ፍሉይ ክንክን ትገብረሉ እኳ እንተነበረት፣ ኣብ በይኖም ኣብ ዝኾኑሉ ግና ህይወቶም ካልእ እዩ ዝነበረ። ዳርጋ ብሓባር ኣብ ዓራት ዘይድቅሱ፣ ከምኡ ከኣ ኤድዋርድ ሻምናይ ዳርጋ ምሸት ምሸት፣ ሎሚኸ እንዳነባዕኹ ድየ ዓራት ክኸይድ እዩ ዝብል ዝነበረ። እቲ ህይወት ከኣ ዋሊስ ኣብ ቅድሚ ሰብ ተስሕቕ ተኽብሮ ኣብ በይና ግና ነዛ ምስኡም ምቕራብ ውን ኣብያ ምስ ኣፍቀርታ ከኣ ደብዳቤታት እያ ትለዋወጥ ዝነበረት። ኣብ መጀመርታ ሰብዓታት ከኣ ኤድዋርድ ሻምናይ ኩነታት ጥዕንኡ እንዳ ሓመቐ እዩ መጺኡ። ብዕለት ዕስራን ሸሞንተን ወርሒ ሓሙሽተ ሽሕን ትሽዓተ ሚእትን ሰብዓን ክልተን ከኣ ኣብ ሕቑፊ ሓንቲ ትሕክሞ ዝነበረት ነርስ እንከሎ፣ ነታ ዝገበረት እንተ ገበረት ፍቕራ ክወጻሉ ዘይከኣለ ከምኡ ከኣ ምእንቲ ፍቕራ ክብል ዝፋን ንግስነቱ ዝገደፈ ዋሊስ ሲምፕሰን ሽማ እንዳ ጸውዐ ዋሊስ እንዳ በለ እንከሎ ንሳ ኣብ ካልእ ብዝዓባ ጥዕንኡ ከይዓጠጣ እንዳ ተዘናግዐት እንከላ ንሱ ሂወቱ ዝሓለፈት እቲ ኣብ መጀመርታ ዘሐጉስ ናይ ፍቕሪ ዛንታ ዝመሰለ ርክብ ናይዞም ክልተ ከኣ ዘሕዝን ኮይኑ ንሱ ንበይኑ እዩ ሽማ እንዳ ጸውዐ ሂወቱ ስኢኑ ንብለኩም። ንሕጂ ዝተዳለወ መደብ እዚ እዩ ነይሩ ብኻልእ ክሳብ ንራኸብ ሰላም ንዓኹም።